ርኢኹሞም ኣለኹም ኣብዚ ቪድዮታት ገለ መለ እንታይ ክምህሩና ፍትኑ ነንስቶምሲ መግቢ ሰርሕለን ረኣዩና መነባብሮና በቃ ሰበይተይ ስራሕ ውዒላ ክትመፅእ ኣለው መዓንቲ ስራሕ እያ ዘላ ኣነ ቀዲማ ካብ ስራሕ ስለ ዝኣትኹ በቃ ምሳሕ ክሰርሓ ኣለ ረኣዩን ምሳሕ መመልሶም ደው ኢሎም በቃ መፃኹ መፃኹ ኣነ ምሳሕ ባዕለይ ክሰርሓልክ ጥዕምቲ ምሳሕ ክሰርሓልክ ስኽ በቃ ኣይተብልይ ኮፍ ኣለ ንስኺ ሰብ ሕጂ ከምዚኦም ዓይነት ደቂ ተባዕትዮ ድማ ኩሉ ግዜ ይነዓቑ እዮም ይነዓቑ እዮም በንስቶ ኣብ መወዳእታ ማለት እዩ መሳኪን ኣዋልድ መሳኪን ማራ ደቂ ታሽሙ ደቂ ቤተክርስትያን ገለ ኮይነን ተፀኒሐን ማራ መሳኪን ገለ ዋላ ከምኡ ኮይነን ከማነይ ናይ ባህሪአን ስለ ዝኾነ ግድን እየን ኣብ መወዳእታ ገለ ክብረት ዘጉድላሎም ገለ ግን ናይ ተፈጥሮ ደቂ ኣንስትዮ ከምኡ ስለ ዝኾነ ግን ገለ ገለ ኣለዋ ምናልባት ስሕት ኢለን ዝረኣያ ብተፈጥሮ መሳኪን ደቂ ኣንስትዮ ማራ ኮይነን ፃን ሓምሽ ሸለል ኢለንኦ መሓልፋ ተዘይኮይኑ መብዛሕተን ደቂ ኣንስትዮ እንታይ ሓስባ መስልኩም ከምዚ ክትገብሩ ከለኹም በቃ ባዕለይ ክሰርሓልከ ክሽነ ኣይትእቶ ባዕለይ ኣለኹሎ መዓንቲ ምሳሕ ባዕለይ ዝሰርሕ ከምዚ ክገብር እየ በቃ መሳጅ ክገብረልክ እየ ከምዚ ክገብር ስ- ከምዚ ምሻሎ ወል ስሕት ኢልካ ፀገም የብሉን ክትብሎ ትኽእል ኢኻ ግን ከምዚ በቃ ፊፍቲ ፊፍቲ ዝዓይነቱ ማለት እዩ ፍርቂ ፍርቂ ዳርጋ ኢሎም ዝተሓሓዝዎ ነቲ ሓዳርሲ ዳርጋ ፍርቂ ፍርቂ ወረ ገሊኦም ስለዉ በቃ ኣነ ሻሓኒ ክሕዝ እየ ንስኺ መጎጎ ሓዚ በቃ ንስኺ ቅጫ ሰንክትሞ ኣነ ጸብሒ ክሰርሐ ዊን ኣነ ቅጫ ክሰንክትሞ ንስኺ ጸብሒ ስርሒ ይማቐልዎ እቲ ናይ ክሽነ ስራሕ ምስ ኣንስቶም ይማቐልዎ እቲ ናይ ገዛ ስራሕ በቃ ኣነ ገዛ ክልውለ እሞ ኣነ ቆልዓ ክሕዝ ከምዚ ምሽ ኣሎ እይ- ይ- ዳርጋ ይማቐልዎ ኩሉ እቲ እቲ ገ- ናይ ስራሕ ናይ ገዛ ሲ ፊፍቲ ፊፍቲ ዝዓይነቱ ማለት እዩ ከምዚኦም ሰባት እዚኦም ግን እንታይ ኣሎ መሲልኩም ፅቡቕ እዩ እስኹም ብዙሓት ደቂ ተባዕትዮ ፅቡቕ እዩ ከምዚ ነንስቶም እንታይ ዝበሃል ደልዮም እዮም ፅቡቕ ደልዮም እዮም ገለ ብናይ ዓይኒ ወዲ ተባዕታይ ማለት እዩ ብዓይኒ ወዲ ተባዕታይ ስኸምኡ እዩ ሕጂ ክትሕግዛ ትደሊ ክተብላ ትደሊ ሰበይትኻሲ ኩሉ ነገር ክትገብረላስ ፅቡቕ እዩ ሕማቕ ነገር ኣይኮነን እሱ ግን ኣይኮነን እቲ ጸገም እቲ ጸገም ደቂ ኣንስትዮ እየን ምክንያቱ ንሰን እየን ዝንዕቃና ከምዚኢታት ተጌርናሲ ይንዕቃና ምክንያቱ እዚ ብተፈጥሮ ናይ ደቂ ኣንስትዮ ምሽ ኣለኩም ባህርታት ናይ ደቂ ኣንስትዮ ተፈጥሮ ናይ ኣምላኽ ዝበሃል ኣሎ ምስአን ተፈጠረ ነገር ንኣብነት ካብአን ዝሓፅር ወዲ ዝፈትዋን ብዙሓት የለዋን ካብአን ዝሓመቐ ወደ ዝፈትዋ ደቂ ኣንስትዮ ብዙሓት እዮ ኣለዋ መብዛሕተንሲ ተመሳሳሊ ወዲ እየን ዝፈትዋ ኩለን መብዛሕተን እንታይ ካብአን ዝነውሕ ካብአን ዝህብትም ካብአን ዝተርር ካብአን ገለ እዩ ኩሉ ሱፔሪየር ዝኾነ ካብአን ማለት እዩ ዝበለፀ እዚ ደሌንኦ ገለ ኣይኮነን ብተፈጥሮን ከምኡ እየን ደቂ ኣንስትዮ ተፈጥሮ ናይ ደቂ ኣንስትዮ ከምኡ እዩ ሰሪሑ ዝኣቱ ሰብኣይ ምፍታዋ ሓንቲ ጓል ኣንስተይቲ ጸገም ትበሃል የብሉን ምክንያቱ ተፈጥሮኣ ከምኡ እዩ ካብኣ ዝበልጽ ሰብኣያ ትደሊ እዚ ስለ ዝኾነ እዚ ከምዚኢታት ስለ ዝኾነ እቲ ምስአን ክትሕግዘን ከለኻ ናይ ደቂ ኣንስትዮ ስራሕ ዝበሃል እዚ ናይ ገዛ ገለመለገለ ክትገብር ከለኻ ማለት ናይ ደቂ ኣንስትዮ ስራሕ ክብሎ ከለኹ ሲ ወድን ወድን ጓልን እንተለዉ ኣብ ሓደ ገዛሲ እንታይ ነይሩ መሲሉኩም ቀደም ባይዘወይ ከረዳእኩም ከምዚ ናይ ደቂ ኣንስትዮ እዩ ክብሎ ከለኹ ከምዚ ቀደም መናባብሮ ብርቱዕ እዩ ነይሩ ድሕሪት ተተመሊስና ማለት እዩ ቀደም ክንደይ ለትሲ ሽሕ ዓመት ድሕሪት ንመለስ ኣብዚ ግዜ እዚ እንታይ ነይሩ ደቂ ኣንስትዮ ክሽነ እየን ነይረን ኣብ ክሽነ ሰርሓ እቲ ናይ ገዛ ስራሕ ባዕለን ኣልኦ ማለት እዩ ኩሉ ነገርሲ ባዕለን እየን ዘብሎ እቲ ናይ ገዛ ዝበሃል ወተባዕታይ ድማ ናይ ደገ እዩ ብኸመይ መሲልኩም ጽልኣት ናይ ደቂ ኣንስትዮ ስለ ዝነበሮም ደቂ ኣንስትዮ ደገ ክወፃ ስለ ዘይደልይዎን ገለ ገለ ኣይኮነን ሓሶት እዩ እዚ ከምኡ ኢሎም ክእምኑኹም ዝፍትኑ ኣብዚ ሜድያታት ሓሶት ይኹሉ ጓል ኣንስተይቲ ትፅቀጥ እያ ነራ ቀደም ብድሌታ እዩ ነይሩ ኩሉ ብቲ ገዛ ትገብሮ ነበረት መነባብሮ ኣብ ገዛ ኣብ ክሽነ ዝነበረ ድሌታ እዩ ነይሩ ኣነ ደገ ክወፅእ ክሰርሕ ምስ በለ ድማ ተፈቒድላ ክትወፅእ ፈቲና ምክንያቱ ወተባዕታይ ከፍቅደላ ተዘይደሊ ነይሩ ስቲል ኣብ ክሽነ ምሃለወት ነይራ ግን ፍቑድ እዩ ነይሩ ካብ ቀደም ፍቑድ እዩ ነይሩ ዝኾነ ጓል ኣንስተይቲ ካብ ናይ ገዛ ስራሕ ጥራይ ክትሰርሐ ተባህለት የላ እንታይ ደኣ ባዕለን እየን ብድሌተን ዝኣትዋ ነይረን ነቲ ናይ ገዛ ስራሕ ገለ ዝገብሮ ነይረን ተረዲኹምኒ ምክንያቱ እዚያ እዚያ እታ ቀንዲ ጠንቂ ከላይ ቀደም መነባብሮ ከምዚ ናይ ሕጂ ይኮነን ሜክዶናልድ ከይትካ ትሰርሕ ሕክምና ትሰርሕ ገለ ከምኡ ይኮነን ነይሩ ቀደም ቀደም ሃዲንካ ኢኻ ትመጽእ ነይሩ በረኻ ከይትካ ኢኻ ዊን ካብ ሰብ ኢኻ ኣግዲፍካ ዊን እንስሳታት ቀቲልካ ምህዳን ማለት እዩ ሃዲንካ ገለ ኢኻ ትመጽእ ከምኡ እዩ ነይሩ ቀደም ከምኡ ስለ ዝነበረ ደቂ ኣንስትዮ ድማ ይፅገማ ነይረን እየን ከይደን በረኻ ብፍላይ ኣብቲ ዝጠንሳሉ ግዜ ማለት እዩ ከይደን በረኻ እንስሳ ቀቲለን ሃዲነን ገለ ክመፃእ ዓቕምታት ኣይነበረን ብከምኡ ከላይ እንታይ ዓቕመ ንገብራ ነይረን ከይተዛራረብካ ከለኻ ሓንቲ ጓል ተተመሪዕኻ ከይነገርካያ ጥራይ ንሳ ትኽኢላ እያ ናይ ገዛ ስራሕ ትገብር ንስኻ ድማ ትኽኢልካ ናበይ በረኻታት ኢኻ ትወፍር ሓሪስካ ዲኻ ቀቲልካ ዲኻ እንስሳ ዝኾነ ጌርካሲ መግቢ ሒዝካ ትኣቱ ማለት እዩ ከምኡ እዩ ነይሩ ሕጂ እዚ ደቂ ኣንስትዮ ሙሉእ ዕድሚኤን እኮ ኣብ ተፀቂጠን እየን ገለ ዝበሃል ሓሶት እዩ ኩሉ ሓሶት እዩ እንታይ ደኣ ነቲ ነዘን ደቂ ኣንስትዮ ንምርሳን ገለገለ ከምዚ ምሻሎ ነቲ ሰብ ምፅላእ ኢልካ ዝመፀ ኣብዚ ኤውሮጳ እንተዘይኮይኑ ከምኡ ይነበረ ኩሉ ሰብ ብድሌት እዩ ስቲል ክሳብ ሕጂ ካልእ ሃገራት ከምኡ እዩ ዘሎ ምክንያቱ ምርጨን እዩ እተን ዘይደልያ ድማ ይወፅዐን ስራሕ ናይ ደገ ድማ ዝገብራ ብዙሓት ኣለዋ ኣብዚ ግዜ እዚ ብድሌተን ማለት እዩ ብድሌተን ድማ መብዛሕተን ድማ ገዘአን ኮፍ ኣብላ ማለት እዩ ከምዚ በብድሌትካ እዩ ቀደም እውን ከምኡ እዩ ነይሩ ምጽቃጥ ኣይነበረ ገለ ይነበረ ኩሉ እዚ ከምዚኢታት ዝበሃል ሓሶት እዩ ነቲ ሰብ ዓብ ስእሊ ዘምፅሉ በቃ ደቂ ተባዕትዮ ፀቕጥኹን ነይሮም ገለ ኢሎም ነተን ደቂ ኣንስትዮ ፅልኢ ናይ ደቂ ተባዕትዮ ንክሕድራ ዝገብር ፕሮፓጋንዳ ገለ እዩ ሕጂ ካብዚ ኢታ ዝተበገሰ እዩ እቲ ናይ ጓል ኣንስተይቲ ስራሕ ኣብ ክሽነ ዓይነት እዩ ነይሩ ናይ ገዛ ማለት እዩ ናይ ወዲ ተባዕታይ ድማ ናይ ደገ እዩ ካብ ተፈጥሮታትና ዝተበገሰ ነገር ማለት እዩ ሕጂ ድማ ካብዚ ዝተበገሰ ስለ ዝኾነ ኩሉ ግዜ ወዲ ተባዕታይ ደገ ሰሪሑ ገለገለ እዩ ዝመፅእ ከምኡ ስለ ዝኾነ ጓል ኣንስተይቲ ብተፈጥራ ድማ ኣይትፈቱን እያ ከምዚ ኣምላኽ ከምኡ እዩ ፈጢርና ኸላ ብከምኡ እዩ ኸላይ ወዲ ተባዕታይ ተሪር እዩ ሓያል እዩ ኩሉ ነገር ማለት እዩ ካብ ጓል ኣንስተይቲ ጓል ኣንስተይቲ ሕማቓ ንምባል ኣይኮነን ግን ብተፈጥሮ ኣምላኽ ከምኡ እዩ ተፈጥሮ ናይ ደቂ ሰባት ከምኡ ስለ ዝኾነ እቲ ናይ ገዛ ዝበሃል ስራሓት እዚ ኩሉ ነገር ንጓል ኣንስተይቲ እዩ እቲ ናይ ደቂ ተኽኢልኩም እቶም እቶም መብዛሕትኹም ታሽሙ ትገብሩ ኣነ ሸሓን ክሕዝሞ ስኺ መጎጎ ሓዚ ገለመለ ኢልኩም ትማቐልዎ ነቲ ናይ ገዛ ስራሕ ተኺኢልኩም ክልተ ስራሕ ስርሑ ብገዛኹም ብዙሕ ኣይትምፁ ምክንያቱ እዚኢታት የንዕቆኩም ኣሎ ረኣይዎ እቲ መነባብሮ ብኸመይ ከምዚ ትብል ከምኡ የለን ከምኡ እንተጌርካ መመልሸን እየን ዘኽብራኻ ገለገለ ትብሉ ትኾኑ ኢኹም እዚኦም ከላይቶም ናይ ደቂ ኣንስትዮ ባህሪ ብፅቡቕ ዘይተረድእዎ እዮም እንተዘይኮይኑ ደቂ ኣንስትዮ ከምዚ ዓይነት ወዲ ብዙሕ ኣይፈትዋን እዩ ወላ ተፈተዋ ንነዊሕ ግዜ ኣይኮነን ወላ ነዊሕ ግበሩ ብዙሕ ክትንዕቀኩም ክትፍትን እያ ምክንያቱ እዚኢታት የንዕቀኩም እዩ የኽብረኩም ዘይኮነ ምናልባት ንግዚኡ ትፈትወ ፅቡቅ ኣለካ ገለ ትብለኩም ትኽእል እያ ግን ምስ ንውሕ ዝበለ ግዜ ግን ለስቢያን ኮይኑ እዩ ዝስምዓ ለስቢያን ድማ እዚ ናይ ሸጣውንቲ ጓል ንጓል ማለት እዩ ኣብ ዓራ ጥራይኹም ወዲ ምዃንኩም ትፈልጥ ዘላ ኣብ ካልእ ሲ ኣይትፈልጠኩም ምስ ጓል ዝወዓለት ኮይኑ እዩ ዝስምዓ ዘሎ ሰብኣይ ምዃንኩ ወዲ ምዃንካ ድማ ክተሪኣ ፈትን ብካልእ ነገራት ከምዚ ምሻሎ ልክዕ እቲ ጓል እሳ ትገብሮ ብቲ ገዛ ከምኡ ትኾኑ እው እዚኣ ረሲሓ እው እዚኣ እዚ ናይ ደቂ ኣንስትዮ ባህርታት ማለት እዩ ከምኡ ትኹኑ ከም ኣቦታትኩም ኩኑ ነዚ ኣብነት ክትርእይዎ ተኮይንኩም እንተዘይኣሚንኩም ን ኖኖ ከምኡ ይኮነ ገለ እዚ ፊፍቲ ፊፍቲ ዝበሃል ኣብ ፀዓዱ ኣለኩም ኣብ ፀዓዱ ኣለኩም ፊፍቲ ፊፍቲ ኣብ ጻዕዱ ድማ ርኢኹሞ ኣለኹም ፊፍቲ ፊፍቲ ከመይ ይሰርሕ ሓምሳ ሓምሳ ከመይ ይሰርሕሲ ርኢኹሞ ኣለኹም ኣብ ጻዕዱ ከመይ ይሰርሕ ኩሎም ፍትሓት እዮም ኩሎም ፍትሓት እዮም ደቂ ኣንስትዮን ከላይ ዝፈትሖኦም ወተባዕታይ ይፈትሕን እዩ ብዚ ኤውሮጳ ደቂ ኣንስትዮን ዝፈትሓ ምክንያቱ ፊፍቲ ፊፍቲ ፊፍቲ ፊፍቲ ስለ ዝብሉ መብዛሕትኦም ጻዓዱ ከምኡ ይሰርሕኒ ፊፍቲ ፊፍቲ ይሰርሕኒ ሓምሳ ሓምሳ ዝበሃል ኣብ ገዛ እስኺ መጎጎ ሰንክትሞ ኣነ ፀብሒ ክሰርሕ እስኺ ገዛ ወልብልሞ ኣነ ቋልዓ ክሕዝ ገለ እንዳበልካ ከምዚ ኣይሰርሕን እዩ ደቂ ኣንስትዮ ብተፈጥረን ካብአን ትርር ዝበለ ወዲ እየን ዝፈትዋ እዚ ናይ ገዛ ስራሕ ገለመለ ድማ ናይ ደቂ ኣንስትዮ እዩ መብዛሕትኡ ግዜ ተረዲኹምኒ እዚ ሕጂ ዋ ከመይ ጌርካ እዚ ከምዚ ትብል ወዲ ተባዕታይ ኣሎ ግን ጓል ኣንስተይቲ ምሳኹም እንተላ ኣብ ሓዳር ተለኹ እዚ ነገራት እዚ ታሽሙ ይኮኑ ምክንያቱ ንስኹም ቢዚ ክትኾኑ ኣለኩም ገንዘብ ሒዝኩም ክትመፁ ካብ ደገ ሰሪሕኩም ክትኣትዉ ገለ ነገር ፈጢርኩም ክትመፁ ቢዚ ብካልእ ነገር ቢዚ ኢኹም ንስኹም ንምንታይ ኢኹም ናይ ገዛ ስራሕ ደሊኹም ናይ ገዛ ስራሕ ሰበይትኩም ግደፉ ግደፉላ ንሱ ንሳ ትፈትወ እያ መብዛሕተን ደቂ ኣንስትዮ ምርጨን እዩ ደቀን ከኣልያ ሰብኣየን ከዕንግላሲ ማራይ ባህግታት ዘለዎን እዚ ስራሕ እዚ ድማ ንዓ ግደፉ እቲ ሳ ትሰርሖ ስራሕ ተኽኢልኩም እሶም ክሽፍንዎ ፈትኑ ተኽኢልኩም ሰበይትኹም ከይሰርሕ ሓግዝዋ ኮፍ ክትብል ገዛ ደቅኻ ክትኣልየልካ ተኽኢልኩም ከምዚ ግበሩ ንምንታይ ኢኹም ገለ ንዓ ትግድድዋ ክትሰርሕ ሸሞንተ ሰዓት ክሰርሕ ክትውዕል መፅያ ገዛ ክሰርሕ ገለ ካብ ከምዚኢታት እቲ ናይ ገዛ ስራሕ ንዓግዶ ፍላ ካብ ሜክዶናል ከይዳ ንካልእ ሰብ ክሰርሕ ትውዕል ንሰብኣያ ክሰርሕ ድማ ደስ ይብላ እዩ መብዛሕተን ደቂ ኣንስትዮ ከምኡ ደስ ይብለን ሓንጎለን እንተዘይሓፂቦመን ማለት እዩ ተን ብዙሓት ተን ብቑዓት ደቂ ኣንስትዮ ማለት እዩ ሕጂ እቲ ናይ እዚ ናይ ገዛ ምስራሕ ምስአን ስራሕ ምምቓል እዚ ኣብ ቪድዮታት ናይ ሓበሻ ዝመፅ መብዛሕትኡ ፌክ እዩ ሓሶት እዩ ካብዚታት ኣይትምሃሩ ጣይታ ውፅኢ ዘይክእል ገለመለ ዶ እዚ ወዲ ኣገዳሲ ይኮነን ጣይታ ውፅኢ ክኽእልን ዘይክኽእልን ከምዚ ክገብርን ዘይክገብርን ኣገዳሲ ይኮነን ኣብዚ ኤውሮጳ ድማ ንሪኦ ኣለና ወዲ ከምዚኢታት ኣተሓሳስባ ዝሓስባ ደቂ ኣንስትዮ ክበዝሓ ክጅምራ ከለዋ እንታይ ንክኾኑ ኣለዎ እቶም ደቂ ተባዕትዮ መሲሉ ይርሕቁ ኣለዉ ካበን ኣብዚ ዓዲ ወድን ጓልን ኣይፋተውን እዮም መብዛሕትኦም ኣይፋተውን እዮም ብሓይሊ እዮም ብሓንሳእ ዝነብሩ ከማ እንቶም ዝነብሩ ዝፋቀሩ ናይ ግዜያዊ እዩ ገለ እንተዘይኮይኑ ብዙሕ እቲ እቲ እተን ደቂ ኣንስትዮ ኣብቶም ደቂ ተባዕትዮ ክብረት የብለንን ምክንያቱ ከምዚ ሓምሳ ሓምሳ ዝብሉ ኣይጓል ኣይወዲ ኮይኖም እዮም መብዛሕትኦም ከምዚ ስለ ዝኾኑ ድማ እተን ደቂ ኣንስትዮ ሽገራ ኣለዋ ምስኦም ክነብራ ወላ ዓሰርተ ግዘ መግቢ ዝሰርሓለይ ሰብኣይ ፎት እየ ከም ዝገብረለይ ሰብኣይ ፎት እየ ከም ዝተጌርካ እኮ ደስ እዩ ዝብለኒ ገዛ ተወልዊልካለይ እኮ ደስ እዩ ዝብለኒ ገለ ወላ ትበለካ ናይ ግዜያዊ እምበር ምስ ግዜ እንዳነዓቐትካ እያ ትኸ እንዳነዓቐት ከያ ትኸይ ፕሊስ እዚ ክርዳእኩም ክኽእል ኣለዎ ባህሪ ናይ ደቂ ኣንስትዮ ካብ ነብስኹም ወፂኹም ናይ ደቂ ኣንስትዮ ባህሪ ኣላልይዎ ናይ ደቂ ኣንስትዮ ባህሪ ላልይዎ እንተዘይኮይኑ ክሃስየኩም እዩ ብሓዳርኩም ሕጂ ከምዚ ክኸውን እንተኮይኑ ድማ ኩሉ ግዜ እቲ ንዓኻ ከኽብረካ ዝኽእል እሳ ኣብ ርእሲኻ ክብረት ክውስኸላ ዝኽእል ነገራት ንዓኣ ማለት እዩ ንዓኻስ ብኸመይ ገይራ ተኽብረካ ከመይ ገይራ ትሰምዓካ ከመይ ገይራ ገለ ከምዚኢታት ክኸውን ኣለዎ ኩሉ እስኻ ትገብሮ ነገራሲ ዘኽብረካ እምበር ዘሕስረካ ምስ ግዜ ክኸውን የብሉ ብጥንቃቐ ማለት እዩ ብጥንቃቐ ክትሕዞ ክትኽእል ኣለካ ወዲ ተባዕታይ ሓዳር ፋሕተ ኢሉ መብዛሕትኡ ናይ ወዲ ተባዕታይ ጌጋ እዩ ጓል ኣንስተይቲ ልክዕ በቲ ኣምላኽ ዝሃባ ባህርታት እያ ትኸይድ ንስኹም ኢኹም ክርዳእኩም ዘለዎ ምክንያቱ ንስኹም ኢኹም ሓለፍቲ ናይ ገዛኹም ሓዳር ፋሕፋሕተ ኢሉ ብሰንኩኹም ወላ ዓሰርተ ግዜ ንሳ ፍትሑ ንትበል ንሳ ትፅላእኩም ገለ ገለ ነገር ጎደሎታት ገይርኩም ኣለኹም ማለት እዩ ነብስኹም ድማ ክትወቕሱ ኣለኩም ኩሉ ሓንቲ ጓል ኣንስተይቲ ክትንዕቐኩም ተጀሚራ እንታይ ስለ ዝገበርኩ ኢልኩም ክትሓስቡ ክትኽእሉ ኣለኩም እንታይ ክገብር ኣለኒኸ ክብረተይ ክመልሶ ንስኹም ኢኹም ትቃለሱ ዘለኩም ምስ ነብስኹም ምስ ኣይኮንኩም ንሳ ወላ ንሳ ተጋግያ ከላ ኣነ ተጋጊ ክትብለኩም ኣይፅበዩ ናይ ደቂ ኣንስትዮ ባህሪ ይኮነን ከምዚ ወላ ዓሰርተ ግዜ ንሳ እንዳ ተጋገየት ወላ ምስ ካልእ ወዲ ደቂሳ መፅያ ስለ ዘሕረቅካን እንዲ ክትብለካ ኢኸ ሓፈረት ወናቱ ኩሉ ግዜ ጓል ኣንስተይቲ ኣነ ከምዚ ኩሉ እቲ ጌጋታት ናታሲ ብሰንኪ ካልእ ነገር እዩ ከምኡ እዩ ከላይ ባህር ናይ ጓል ኣንስተይቲ ኩሉ ግዜ ብሰንኪ ክስቶ እንድዮ ብሰንኪ ክስቶ እንድዮ እንዳበለት እያ ነብሳ ይትወቅስ ያ ደቂ ተባዕትዮ ኢና ነብስና ንወቅስ ዝኾነ ጌጋ ተገይርና ነብስና ኢና ንወቅስ ከምኡ ከላይ ክትኾኑ ኣለኩም ኩሉ ግዜ ምስ ማዕብያትኩም ምስ ካልእ ወዲ እንተኸይዳ ክትዕልል ዊን ገለ ክትዛረብ ብሰንክኹም ምዃኑ ክትኣምኑ ኣለኩም እንታይ ተጋጊኻ እንታይ ስለ ዝገበርካ እዩ ቅድሚ ሕጂ ዝሰምዓካ ነራ ሎሚ ዘይሰማዕትካ ዋይ ስለምንታይ እዚኢታት ኩሉ ሕጂ እዚ ከምዚኢታት እዩ እቲ መግቢ ዝሰርሕ ገለ ትገብር ቆልዓ ትሓፅብ ገለ ከምዚ እንዳገበርካ ኢኻ ትኽብረትካ ትሸጦ ባዕልኻ ኣብ መወዳእታ ሽዑ ተኽብረካ ዝነበረት እንዳሓሰረትካ ትመፅእ ማለት እዩ ሕጂ ብጥንቃቐ ክትሓዝ ክኽእል ኣለዎ ሓዳር ኩሉ ግዜ እዚኣ ነራ ናይ ሎማዓንቲ መልእኽተይ ካልእ ግዜ ክንራኸብ ኢና ፒስ